ሰላም ሰላም ናይ ብርቱካን ቻናል ተኸታተልቲ ከመይ ውዒልኩም ከመይ ከናብዛ ሰዓት እዚኣ በፂሕኹም በብዘለኹምኮ ሰላም ጥዕና ራህዋ የምነየልኩም ሰላም ክትለው ደሞ ናይ ወትሪ ግዜ ትምኒተ እዩ ከምታ ዘለኽዎ እና ለማዓንቲ ድማ ብሓድሽ ኣርእስቲ ዘልኩም መፅ ኣለኹ ቅድሚያ ግን ላይክ ሰብስክራይብ ኮመንት እናገበርኩም መተባዕኹም ኣይፈለየኒ ጀሚራ ክሻዕ ዝውድእ ደሞ ሰናይ ጸንሒ ምሳይ ክንጸንሑ ለኩም ተኸታታሊ ዛንታ ከምቲ ልሙድ ቀድማይ ካልኣይ ሳልሳይ ኮይለ ነይረ ረብዓይ ክፋል ተኸታተል ዛንታ እንዳፍቀርኩ ዘልኩም መፅ ኣለኹ ፅንልኩም ብፅሞና ክትዳምፅኒ ዳድም እንዳፍቀርኩ ተኸታተል ዘና ሰላም ኣምላኽ ብዛኹም ይኹን ካብ ዝሓለፈ ክፋል ናትናኤል ዋላ እኳ ብዙሓት ሰባት ሜላት ተመርዕያ ሓዳር ትገብር ኣላ ዝብል እንተመጾ ንሱ ግን ሰብ ዘይፈልጦ መርዓ ኣሎ ድዩ ኢሉ ዘረብኡ ንዘረኦም እዝኒ ከም ዘይሃበሉን ምስ ይዓርኩ ብዓይኒ ዝረኦ እውን ክኣምኖ ስለ ዘይከኣለ ንዓይ እውን ግድን ክረኽባ ደልየ ኣለኹ ምስ በሎ ሙሴ ሒዝዎ ናብቲ ገዛ ኣተው እትው ክብሉ ከለዉ ሜላት ቆልዓ ሓቒፋ ኮፍ ኢላ ከም ዝጸንሐቶ ምስ ረኣየቶም ከኣ ብስንባደ እ ናቲ ዝብል ኣቋሪጽና ነይርና። ሕጂ እውን ራብዓይ ክፋል እንታይ እያ ክትብሎ እንታይ ዓይነት ስምዒታት እዩ እኒኤ እስኪ ሓቢርና ንርኣ። ሜላት ርእይ ምስ ኣበለቶ ሓቒፋታ ዝነበረት ጓላ ኣብ መሬት ብምቕማጥ ካብ ኮፍ ኢላትሉ ዝነበረት ተሲኣ ብዓውታ እእ ናቲ ኢላ ስሙ ብዓውታ ጸዊዓ ፈጠጥ በለት። ናትናኤል ንዓይኑ ትሕሱእ ኢኻ ዘለኻ ብዘይምሰል ደጋጊሙ ብኣእዳዉ ብምድራዝ ብዝረኣዮ ኣዝዩ ተገረመ። ብዘለዎ ክምለስ ስለ ዘይደለየ ከኣ ብሓይሊ ስንባዲኡ ተቓጺሉ ብትብዓት ናብ ሜላት ቀሪቡ ዕዳዋ ሰላምታ ዘርገሐላ። ሜላት እውን ብዘይ ዝኾነ ዘረባ ኢዳ ስዲዳ ሰላም ድሕሪ ምባላ ዋላ ወእተእታ እናበለት ይቅርታ ክፈሉ በለቶም። ድሕሪ ኮፍ ምባሎም ፍርሕን ስምባድዐን ስለ ዘይወፀ ንውሽጢ ገዛ ገዲፋቶም ኣተወት። ኣብ ውሽጢ ገዛ ዝጸንሓ ሓማታ መንፈሳ ተረቢሹ የማን ጸጋም ክትብል ምስ ረኣያኣ ምስቲ ድምጺ ዝሰምዖ ኣተኣሳሲረን ብርግኣት ሜላት ጓለይ ደኣ ደሓን ዲኺ በላኣ ሜላት ተረብሸ ዝጸንሐ መንፈስ ክተረጋግእ እንዳተቓለሰት ደሓን እየ ማማ ሓጺር መልስለን ድምጺ ዶ ሰሚዐ መን ድዩ መጺኡ ጸኒሑ ደጊመን ሓተታ። እወ ማማ መማህርተይ ዝነበሩ እዮም ብምባል ቢከርን ማይን ኣልዒላ ወፀት። ማይ ሂባቶም ኮፍ ምስ በለት ሚሉ ከመይ ኣለኺ እሞ ሙስየ እዩ ሓቲትዋ። ስቕስቕ ስለ ዝበሉ ነቲ ስቕታ ክሰብር ሜላት ኣእዳዋ እናረምጠጠት ናብ መሬት ተደፊኣ ጽቡቕ ኣምላኽ ይመስገን ከመይ ኣለኹም ንስኽን ከ በለቶ። ናትናኤል ንዝረበኣ ትቕብል ኣቢሉ ኣምላኽ ይመስገን ኣብዚ ክትጸንሒ ሓሲበዮ ኣይፈልጥን ኣመና ተገሪመ። ንምንታይ ግን ዝኽሉ ድራማ? ናቲ ሓወይ መጀመርያ ይቅርታ ብሕማቕ ኣይተሓሰብኩ ሕጂ ከምዚ ክብለካ እቲ ምኽንያት ነዊሕ እዩ። ናትናኤል ዝኾነ ኣይተዛረበን ድሕሪ ቁሩብ ደቓይቕ ጸገም የብሉን ድሓን እቲ ዝዓበየ ጽቡቕ ምህላውኪ እዩ ንኺዶ መሰዓርከይ ኢሉ ኮፍ ካብ ኢልዎ ዝነበረ ተስእ ሜላት ተራኺቦም ክዕልሉ ስለ ዝደለየት ይቅርታ ናብቲ ሓወይ ቴሌፎንካ ትትበኒ ተራኺብና ምዕለልና ኢላ ብስክፍታ ሓተተቶ። ጸገም የሎን ኢሉ ቅፅሪ ቴሌፎን ይህዋ ምስ ዓርኩ ወፂኦም ከዱ። ንንውሕ ዝበለ ሳይክሎም ብኢዶም ደጊፎም ብዘይ ዘረባ ምስ ተጓዓዙ፣ ኣታ ዓርከይ፣ ሰብ ሎሚ ከዚ እዩ፣ ሕጂ መቸም ንሳ ኣይኮነትን ኣይትብለንን ትኸውን ናይ ኣቕጫጫ ዘረባ ትዛረቦ እንድዒ ኣመና እዩ ገሪምኒ ዘሎ ኣይትገረም ዝዓርከይ ኢሉ ብኢዱ ኣብ እንግድዑ ጥፍ ኣበሎ። ናይ ሙሴ ገዛ ኣቐዲምካ ስለ ዝርከብ ንናትናኤል ንገዛ ክኣቱ ምስ ሓተቶ ናትናኤል ግን ርእሱ ጽብቕ ስለ ከም ዘየለን ከይዱ ከዕርፍ ከም ዘለዎን ነጊሩ ተፋንይዎ ሳይክሉ ሒዙ ንገጹ ኸደ። መሲው መመደቀሲኦም ኣብ ዝሓዝሉ ሞባይሉ ኣብቲ ሓደ ገዛ ቻርጅ ክትመልእ እእቲዋ ስለ ዝነበረ ተደወለት። ኣዲኡ ምስ ረኣየታ ሓዱሽ ቁፅሪ ዘይተመስገ ስለ ዝረኣየታ ናይ ስራሕ ከይትኸውን ብምባል ሒዛታ ናብ ናትናኤል ክትከይድ ኣብቲ ኣፍ ደገ ምስ በፅሐት ምድዋል ኣቋረፀት። ዋይ ወዲኣ ኢላ ምህላው ከተረጋግፅ ናትናኤል ኢላ ፀውዐት። ኣቤት ማማ ምስ በላ ኣይ ደቀስካን ዲኻ እኒእኻ በል ሞባይልካ ትድውል ፀኒሓ ሂዋቶ ናብ መደቀሲኣ ትስእል። ናትናኤል ነታ ቁፅሪ እንተረኣየኣ ዘይፍለጥ ቁፅሪ ናይ መን ደኣ ትኸውን ኢሉ እንዳሓሰበ ብላዕሊ ናብቲ ሜላት እየ ተቐበለኒ እባ ዝብል መልእኽቲ መፆ። ድሕሪ ቁሩብ ከኣ ደጊማ ደወለት ተቐቢልዎ ሄሎሚሉ በላ ይቅርታ ናቲ ኣተሲኤካ ድየ ኖኖ ኣይደቀስኩን ጸኒሐ ናይ ደሓን ዲኺ ምሸት ምድሪ ደኣ ደሓን እየ ግን ናተይ ናተይ ናይ ኩሉ ዝገበርክዎ ይቕረ ግበረለይ ንዓይ ንኽሕሸኒ ክብል ንዓኻ ሓሴካ ስግረ ዶብ ይኸይድ ኣለኹ ኢለካ ክብሎ ዘይነበረኒ እዩ እጅኻ ኣይትሓዘለይ ኣብቲ ሽዑ ካሊእ መመኽነይታ ኩሉ ሓንቲ ስለ ዘይነበረኒ እየ ናትና እየ ረጊ ኢሉ ደሓን ኢሉ ፀገም የብሉን ብዛዕባ ናተይ ኣይትሰከፊ ኣነ ከዓ ዋላ ሓንቲ ዝሓዝኩልኪ የብለይን ሕጂ ግን ምሸት እዩ ንዓኽ እውን ፅቡቕ ኣይኮነን ሰብኣይኪ ከይሰምዐኪ በላ ሜላት ዋላ ሓንቲ ኣይትዘረብትን ስቕ እያ ኢላ መልሲ ምስ ደንጉየት ሞባይሉ ካብ እዝኑ ኣውሪዱ ምህላዋ ኣረጋገፀ። ሚሎ ኣለኹ ዶ በላ። ኣለኹ ናትየ፣ እንታይ ደኣ እሞ ስቕልኪ በዓል ይፈልጥ ዘይንሱ መን ኣብዚኣ የእትዩኒ ማለት ክትብሎ ዝተደለየ ስለ ዘይተረድኦኒ ንኽነፀረሉ ሓተታ። ናትየ እንታይ እሞ ክብለካ ነዊሕ ይበጃኻ ጸገም የብሉን ሚልየ ካልእ ግዜ ነዕልለሉ ሕጂ ግን ደቅሲ ኖኖ ብኣይ ጸገም የብሉን ክዕልል ኢለ እየ ደው ኢለ ምስ በለቶ እንዳተሰከፈ ሕራይ በለ ዕልል ንበላ መጀመርያ መጀመርታ ኣቦይን ኣቦኡን ቀደም ኣብ ገድሊ እዮም ዝፋለጡ ኣዝዮም ዝፋተው ዕሩኽ እዮም ነይሮም ኣቦይ ትምርዓውኒ ተመርዕወ ኣቢሉ ኣደይ ነብሰ ፁር ከላ እዩ ናብ ገድሊ ከይዱ እቲ ዓርኩ ከዓ ተወሊዱስ ናይ ሰለስተ ዓመት ወዲ ገዲፉ ኣብ መንጎ ክልቲኦም ዝኣተውዎ ቃል ከዓ ነይሩ እቲ ቃል ንዕርክነትና መደልደሊ እዛ ተጠኒሳ ዝገደፍዋ ጓል እንተኮይና ንወድካ ክበካ እየ ዝብል እዩ ብከምዚ ቃል ተኣትያትዮም ኣጋጣሚ ከዓ ጓል ተወሊዳ ንሕና ንፈልጦ ኣይነበረን። ኣቦይ ግን በዚ ነገር ኣዝዩ ይጭነቕ ነይሩ ይጭነቕ እዩ ነይሩ። ብፍላይ እቲ ዓርኩ ደቅና ኣኺሎም እዮም መብፅዓና ነተግብር ምስ በሎ ኣመና ተጨኒቑ። ቀንዲ ዘጨንቖ ከዓ ትፈልጥ ኢኻ እተን ክልተ ምዕባይ የሕዋተይ ኣዝየን ኣብዚ ራብዓይ ክፋል ዘዚምና ኣለና ሓምሻይ ክፋል ኣብ ቀፃሊ ዘልኩም ትመፅእ ሰናይ ቅነ ዘሰናዩ